ራብዓይ ዙር መደባተይ እንሆ ተዛዚሙ ከም ወትሩ ድሕሪ ክልተ ቕነ ይርክብና ኣብዘን ዝሓለፋ ሓሙሽተ መደባት ከመይ ዝበሉ ኣጋይሽ እዮም ኣብ ስትድዮ ተረኺቦም ተመክሮኦምን ሞያዊ ፍልጠቶምን ኣካፊሎምና ብምኽንያት ናይ ጥዕና ጸገምን ስደትን ካብ ናይ ተዋስኦ ንጥፈታት እልይ ኢላ ዝጸንሐት ፍትውቲ ተዋሳኢት ሳሊና ገብረሃንስ፣ ኣይክኣኽለናን እዩ ምኽንያቱ ብዙሓት ሰባት እዮም ንዓይ ዝሕግዙኒ ነይሮም። ከመይ ደስ ዝብለካ ግን ኣብ ከምዚ ሽግር ብዙሕ ሰብ ዝሕግዝ ሓው ገለ ምህላው ኣነ ብጣዕሚ ጽቡቕ ዝስምዓኒ ብዛዕባ እቲ መንነትካስ ደስ ዝብለካ። ብጣዕሚ ብጣዕሚ ከምዚ ካልእ ይትረፍስ ሕሙም ሲ ተስፋ እያ ተስፋስ ፍርቂ ናይ ፍርቂ ሕክምና እያ ከምዚ ደው ኢሎም ኣጆኺ ገለ ከምዚ ምሽ ወላዲ ትፈልጦም ሰባት ኣጆኺ ከምዚ እዩ ከምዚ እዩ ማዕረ መፅኦም ይርእኻ ኣብ ኣዲስ ኣበባ ከለኹ ገለ ብዙሕ ነገራት ኣለዎ ማለት እዩ ሕጂ ብፍላይ ኣብ መንገዲ ሊብያ ከቢድ ሂወት ስለ ዝነበረ ፅጌሬዳ ነባይ ትበሃል ኣላ ብጣዕሚ ዝፈትዋ ሰብ ማለት እዩ ካልእ ሰብ ብገንዘብ ብሞራል ብተስፋ ገለ እዩ ዝሕግዘካ ብዙሓ ብዙሓት ኣለዉ ሽሞም ክጠቕሶም ስለ ዝበዝሑኒ ማለት እዩ ምሳይ ኣላ ኣብ ስዊዝ እያ ደላ ኣብ ሂወተይ ዘይርሳኣ ሰበ ምክንያቱ ብጣዕሚ ኣብቲ ሕማቅ ግዜ ዝነበርኩሉስ ንዓስ ኣብ ሊብያ እዩ ዝፈልጣ ኣይትፈልጠንን እያ ንግሆ ለይቲ ኣቲና ናብቲ ከም ዝእክብ ሰባት ኣለዉ መዝርዓ ድዩ ዝበሃል መዝርዓ ኣብኡ ምስ ኣተና ንግሆ ኣርኣያትኒ ብጣዕሚ ሰንቢዳ ከምዚ ወላ ንሳ እውን እግሪ ሓይማ ነይራ ገለ ከመይ ኢልኪ መፂኺ ገለገለ ኢላትኒ ከነ ጭራሽ ኣይፈልጣን እየ ፈፂመ ማለት እዩ ኣብይ ኣተላልያትኒ ካብ ሽዑ ጀሚራ ንዓይ ዝገበረትለይ ክሳብ ዛ ሰዓት እዚኣ ማለት እዩ በቃ መግለፂ ዘይብሉ ምስጋና እዩ ዘለኒ ማዕረ እስሪ ቤት ኣቲናስ ሊብያ ምስ ኣሰሩናስ ልቺ ምስ ወልዑላስ እዝና ዓይና ምርኣይ ኣብዋ ሕጂ ኣነ ክኸይድ ኣይክእልኒ ንዓይ ሓዚላትኒ ዓይና ኮይ ኣይትርእን ኣላ ጓለይ ከዓስ ንዓኣ ትመርሓ
እዋይ ከመይ ተንካፊ ጓለይ
ሕጂ ከም ቆልዓ ከዓ ምስለይ ትኸይድ ምሽ ረሲዓታ ትኸይድ ኣቲ ምስለይ ሕዚ ኣብላ ኣነ ኣብ ላዕሊ ኣብ ልዕሊኣ ተሰቂለስ ምስለይ ሕዚ ኣሳ ከዓ ናበይ ከምዚ ብጣዕሚ ከቢድ ህይወት እዩ ሃዲያ ምምሃር ተመክሮ ምድላብን ዝለዓለ ደረጃ ናይ ምብጻሕን ጉያ ዛዚማ ከቢድ ጻዕሪ ዝሓትት ትካል ሕክምና ስኒ ከፊታ እትሰርሕ ዘላ ሓኪም ስኒ ዶክተር ኣድያም ወልዳይ ይፈልጥ እየ ስኽምሲ ከዓቢኺ ግን ከምኡ ኢልናኸ ስቕ ክንብል ንኽእል ዲና? እዚ ሕብረተሰብ እስኺ ትፈልጥዮ ኢኺ፣ እዚ ኮሚኒቲ ከመይ እዩ፣ እንድሕር ሰሪሕካ፣ እንድሕር ዓቢኻ ቦታ ኣለካ ድዩ? ኣነ ከም ዝመስለኒ ኣብዚ ዘለናዮ ሕጂ እዋን ግዜ ማለት እዩ ጽቡቕ ዕድል ኮይኑ ይስምዓኒ ዝኾነ ነገር ክትገብር ንምንታይ ቀደም ተቐባልነት ኣይነበረን ኣብ ጀርመን ጀርመናውያን ካልእ ሰብ እዮም ነይሮም ልቦም ከማን ዕጽው እዩ ነይሩ ንካልእ ሰብ ኣብዚ ዘለናዮ በጺሕናዮ ዘለና ግዜ ግን ቅቡል እዩ ዝኾነ ወጻእተኛ ማለት ሲ ውሑዳት እዮም እቲኦም ኣንጻር ዝኸዱ ብብዝሒ ጀርመናዊ እንድሕር ርኢኻዮ ከፊትዎ ኢልቡ ሕጂ ብብዝሒ ዝርዮ ኣነ ከመን ኣብ ዝኸድካዮ ናይ ብሓቂ እቲ ቀደም ንሪኦ ዝነበርና እቲ ከም ወፃእተኛ ኮንካ ዝስምዓካ ዝነበረ ትምህርቲ ድዩ ዋላ ኣብ ዩኒቨርሲቲ በፂሕኻ ዋላ ኣብ ስራሕ ገለ ዘሎ ኮይኑ ኣይስምዓንን ማለትሲ ብዙሕ ተመሓይሹ ኣሎ። ተጸውዮ ዘይጽንቀቕ ታሪኽ ስነጥበብን ቃልስን ምስ ዘለዎም ስነጥበበኛ ኣቦና ንጉሰ ሃይሌ መንሰዓይ ብተኸታታሊ ንክልተ ቅነ ዝቐረበ ክልተ ክፋል ዕላል፣ ነቶም ኩሎም ምስ ኣይዚ ታሪኽ ዘለዎ ግጥምታትን ተዋስኦን ደርፍታትን ዋዛ ምስ ቁምነገርን ዝሰርሑ ዝነበሩ መሳርሕተይ ብልቢ ከመስግኖም እደሊ። በዚ ኣጋጣሚዚ ብዝተረፈ ንዓኹም ምስጋናይ የቕርብ ማለት እዚ ዕድል እዚ ዝሃብኩምኒ ብትዕግስቲ ከኣ ዝሰማዕኩምኒ እዚ ሰብኣይ ክንደይ ሃለፍለፍ ይብል እዩ ኣይትብሉ ንብላ ኣይንብልን ንእክብ ኢና ዘለና ይፈለጥካና ንእክብ ኢና ዘለና ንዓና ድኣ እዚ ወርቂ እምበር ወርቂ ብዝተረፈ ተስፋ ገብር እቲ ሰማዓይ ምስጋና የቕርበሎም እውን ነቶም ዝሰምዑና ነዚ መደብ ዝሰምዑ ተስፋ ገብር ከኣ ኣብቲ ንሕና እንምነዮ ዘለና ምዕራይን ምክብባርን ኢዶም ከበርክቱ ግቡኦም ክፍጽሙ ምክንያቱ ጥራሕ ተዘሪብካ ዝሕለፍ ተኮይኑ ብላሽ እዩ ግን ካብቲ ንሰምዖሲ እንታይ ጌጋ ኣለና እንታይ ክንእርም ይግብኣና ኣብ ግብሪ ውን እንተ ፈቲና ጥራሕ ኢና እታ ሓዳስ ኤርትራ ናይ ብሓቂ ክንሃንጻ ንኽእል ኢለ እኣምን። ከምኡውን ክፉትን መሳጥን ዕላል ምስ ቀባኣይ ሙሉጌታ ተኽለ ቀሪቡ ነይሩ። ሓንቲ ናይ ኣደይ ኩሉ ግዜ እንታይ ደይርስዓ ብጣዕሚ እያ ኣርቲስት ክኾነላ ትደሊ ነይራ ኩሉ ነገር የሕዋተይ ሕጂ ኣይድግፎን እዮም ከምዚ እንዳ ክዳውንቲ ገለ እንድዮም ዝሰርሑ ነይሮም እንዳ ክዳውንቲ ገለ ይሸጡ ነይሮም ሕጂ ምሳኦም ክሕሉ ገለ ገለ ምሳኦም ተኣሽሞ ገብር እዮም ደሊ ወይ ምሳኦም ምሳሕ ክብፅሓሎም ገለ ከምኡ እዮም ደሊ ኣደ ግን ኮብ ኢለ ክስእል እያ ትደልየኒ ሕጂ ገንዘብ ንዓይ እሶም ገንዘብ ካብኦም ተቐቢላ ወይ ገለ እንተኣሽሞ ገይራ ንዓይ ኪድ መሳርሒ ክምፀ ኪድ ሕብሪ ምፀ ድበልኩ እያ ህበና እዩ ሕሳት ልደድ ኢኻ መወዳእታ እዩ ግን ከምኡ ዘይኮነስ በቲ ኣርቲ ኣንታሽሙ ተብለ ነቲ ስእልስ ማራ ኣንታሽሙ ትገብሮ ነራ ሓንቲ መዓልቲ ሕጂ ዋላ እንዳ ሰኣልኩ እንዳ ሰኣልኩ ከኣ ምሳይ ኣብቲ እንተ ኣሽሙ ኣትያ ኣላ ኣብቲ ስምዒት ምሳይ እያ ትኣቱ ምክንያቱ ከምዚኣ ኮይና ትካላ እዚኣስ ከምዚ ኣፍንጫ ኮቲፋ ትካላ እዚኣ ከምዚ ገረ በቃ ርእቶ ከምዚ ሓደ መዓልቲ ደስሓትኒ ሲ ሽዑ ብታ ሰዓትያ የሕሪቃትኒ እያ ግን ዳሕራይ ክሓስቦ ከለዎ እዩ ደስሓኒ ሓንቲ ናታ ስእሊ እያ እታ ስእሊ ከምዚ ፖርትሬት ሃብ ፖርትሬት ንታሽሙ ገይራ

እንጂ ኮቲፋ ትካላ እዛ ርእሳስ ቁርብተይ ኮቲፋ ትካላ ኖሮ ፅቡቅ ኣላ ገለ ኢላ ሸዋሓ ነርና ከምዚ ኣኼባ ድዩ ገለ ትምህርቲ ነርኒ ገዲፍዮ ከይደ እቲ ማቴሪያል ኣብኡ ገዲፍዮ ከይደ ነታ ኮቲፋ ካብቲ እንታይ ሽሙ ገይራ እንታይ ሽሙ ገይራ እታ ፀኒሓትኒ ርክብና እምበኣር ብሓደስቲ መደባት ሓሙስ ሰለስተ ነሓሰ እዩ ክሳብ ሽዑ ኣብ ዘዘለናዮ ሰላምን ጥዕናን ንኹልና